ሰላም ሰላም ዝኸበርኩም ኣሕዋት ከመይ ትኾኑ ሓውኹም መንግስየ ከምቲ ዝተለምደ ሕጂ ውን መጽኤኩም ኣለኹ ሎማዓንቲ ከኣ ክርኤኩም መጽኤ ዘለኹ ን ከመይ ጌርና ናይ በርዝደይ ንሓደ ሰብ ጽቡቕ ትምኒትና ንገልጸሉ ናይ መርዓ ድዩ ናይ ንዝኾነ ፕሮግራም ክህልወኩም ከሎ ስእልታቱ ኣቀናቢርኩም ኣብ ቲክቶክ ክትፍንዎ ትደልዩ ኣብ ዩቲዩብ ወይ ኣብ ገለ ደይኮነ ኣብ ቲክቶክ ከመይ ጌርና ኣብ ቲክቶክ ዳኣቱ ቪድዮ ንሰርሕ የኸሪኤኩም ቀጥታ ናብቲ ትምህርቲ ኪን ማስተር ንኣቱ ይቕሬታ እዚ ከፊተ ስለ ዝጸናሕኩ እዩ ኪን ማስተር ምስ ኣተና ኣብዛ ከባቢ ኢና ንኣቱ ኣብዛ ከባቢ ኣቲና ትሽዓተ ዓሰርተ ሽዱሽተ ነዚኣ ምልክት ዝገብረላ ዘለኹ ንዓን ትንክፋ ብድሕሪኡ ኣብዚ ሜድያ ዝብል ዘሎ ንኣቱ ሜድያ ድብል ኣቲና ስእሊ ንመርጽ ኣብቲ ዘቐመጥኩሞ ኣነ ሕጂ ኣብዚ ዘቐመጥኩዎ ስለ ዝፈልጦ ኣብዚኣ መጽየ ስእልታት እመርጽ ሎማዓንቲ ናይ ሮቤል ገብረሃንስ ይበሃል ድምጻዊ እዚ እንኳዕ ኣይኮንኩ በዳሊ ኢሉ ዝደረፈ ድምፃዊ እዩ። እንኳዕ ኣይኮንኩ በዳልን ተወሳኺ ኸዓ ሓንቲ ዋካ ዋካ ትብል ደርፊ ኣላቶ ኣብኡ ከለኹም ዘይትፈልጥዎ በዚ መንገዲ እዚ ክትፈልጥዎ ኢለ እየ። ልደቱ ኣይኮነን ወይ ከዓ ዝኾነ እንታይ ሽሙ የብሉን እቲ ስእሊ ኣነ ክጥቀመሉ ስለ ዝደለኹ እየ። ኣብዚ ኢፌክት ንመርፅ ስእሊ ከምዚ ገይርና መሪፅና ምስ ወዳእና ቀጥታ ናብ ኢፌክት ኢና ንኸይድ። ኣብዚኣ ኣቲና ኢፌክት ንመርፅ ኢፌክት ኣነ ብዙሕ እታ ሽሙ ኣይገብርኒ ተመሳሳሊ ክገብር እየ ንስኹም ግን ዝደለኹም ዓይነት ትመርፁ ማለት እዩ ኣብዚኣ ንኣቱ ካልኣይቲ እውን ከምኣ ንገብረላ እዚ ስእሊ ግን ትሪእዎ ኣለኹም ዙም ኣብታ ዝደለኹዋ ቦታ ከምፃ ኣለኒ እዛ ስእሊ ከንቀሳቐሶ ከለኹ ዙም ኢን ዙም ኣውት ይኮነኒ ኣሎ ኣብ ሓደ ቦታ መታን ክኸውን እዚ ዝንቀሳቀስ ዘሎ መታን ከይንቀሳቀስ ከምዚኣ ጌረ ክሮፕ ኣኣቱ ክሮፕ ኣትየ ልክዕ ኣብዛ ሕጂ ዘላታ ቦታ ወይ ከዓ ከምዚ ቢለ ከንቀሳቅሶ ክእል እየ ክሮፕ ምስ በልኩዎ እታ ተድልየኒ ስእሊ ከምዚ ኣቢለ የስተካክል ኦኬ ይብል ነታ ካልኣይቲ እውን ከምኡ ጌርና ክነስተካክላ ኣብታ ተድልየና ቦታ መታን ክትኮነልና ከምዚኣ ጌርና ነስተካክላ ኣብዚኣ ሕጂ ናይ ክልተ ሰብ ስእሊ እዩ ዘሎ ንዓይ ዘድልየኒ ግን ናቱ ጥራይ ስለ ዝኾነት እዛ ስእሊ ከምዚ ኣቢለ የስተኻኽላ ማለት እዩ ትሪእዋ ኣለኹም ከምዚ ኣቢለ የስተኻኽላ ሕጂ ተመሊሰ ናብ እዚ ትራንዚሽን ኢፌክት እንዳደለኹ ይቀያይረሉ ማለት እዩ ሕጂ መታን እንታይ ሽሙ ከብለና ሓደ ዓይነት ኢፌክት እየ ድመርፀሉ ዘለኹ ኣነ ንስኹም እዚ ኩሉ ምርጫታት ኣለዎ ብዙሕ ምርጫታት ኣለዎ ትሪእዎ ኣለኹም እዚ ምርጫ ኣለዎ ነናቱ ምርጫታት ኣለዎ እዚ እውን ከምኡ ዝመረፅኩሞ ክትገብሩ ትኽእሉ ኢኹም ኣነ ግን ተመሳሳሊ መታን ክኾነለይ ሓደ ዓይነት ኢፌክት እየ ድመርፅ ዘለኹ ብዙሕ ስእሊ ኣይገብርንየ ስለዚ እዚኣ ናይ መወዳእታ ኢፌክት እያ ኦኬ ከምዚኣ ጌርና እዛ ናይ ሎማዓንቲ እተን ስእልታት መሪፅና ኢፌክት መሪፅና ኣለና ኣለና ነዚኣ ብመጀመርያ ከምዛ ዘላታ ኦኬ ብለር ንገብራ ቁሩብ የስስ መታን ክብለልና ነቲ ብድሓር ንሰርሖ ዝያድኡ ዝደመቐ ኮይኑ ከይወፅእ ሙሉእ ንገብሮ እቲ ብለር ፅቡቕ ስለ ዘሎ በቃ እዚኣ ሕጂ ሼር እብላ ኤክስፖርት ኤክስፖርት ጌርና ምስ ወዳእና ተመሊስና ናብቲ ናይ መጀመርያ ስራሕ ኢና ክንኣቱ ኣራይ ኣብ ኤክስፖርት ቁሩብ ትድንጎየና ኣራይ ኦኬ ኢልና እዚኣ ምስ ወደአት ከምዚኣ ትሪእዋ ኣለኹም ከምዛ ዘላታ ጌርና ከዓ ሕጂ ሓንቲ ነዚኣ ትኸውን ቴምፕል ነዚኣ መተዓራረይት ትኾነና ቴምፕል ክነምፅእ ኢና ሌየር ኣቲና ሜድያ ንኣቱ ዳውንሎድ ዳውንሎድ ኣብ ዝገበርናዮ ቦታ እዚኣ ብሉ ስክሪን እዚኣ መርፀላ እዚኣ ኣብ ታሕቲ ሊንክ ክገድፈልኩም እየ ፉል ስክሪን ብላ ኦኬ ብድሕሪኡ እዚ ብሉ ተኣሽሙ ከጥፍኦ ኣለኒ ካብቲ ሰርሖ ዘለኹ ተኣሽሙ ስለ ዝነውሐት ክሕፅራ እየ ማዕረ ምስ ኮነትለይ እዚ ብሉ ንምጥፋእ እዚ ብሉ ንምጥፋእ ኣብዚኣ ክሮማኪ ንኣቱ በዛ ጎኒ ትሪእዋ ኣለኹም ክሮማኪ ትብል ኣላ ኣብኣ ንኣቱ እዚኣ ኢናብል ምስ ገበርናያ በቃ ባዕላይ ኣጠፍእ እታ ከለር እታ ብሉ ኦኬ ኢልና ካብዚኣ ንወፅእ ሕጂ እዚኣ ወዲእና እዚኣ ከዓኒ ኤክስፖርት ክንገብራ ኢና ኤክስፖርት ክንገብራ ኢና እንደገና ባኪልና ተመሊስና ካብ መጀመርያ ማለት እዩ ባኪልና ናብዚ ንመፅእ ኣብዛ ከባብ ፕላስ ምልክት ዘላታ ንኣቱ እንደገና ትሽዓተ ዓሰርተ ሽዱሽተ ንመርፅ ኣብ ማእኸል ደላ እሳ ምስ መረፅና ባክግራውንድ ክንመርፅ ኣለና ባክግራውንድ ንምምራፅ ሜድያ ኢልና ንኣቱ ሜድያ ኣብዚኣ ባክግራውንድ ትብል ደላ ኣብኣ ንኣቱ ጸሊም ከለር ንመርጸሉ ንስሕባ እዚኣ ብድሕሪኡ ኣብዚኣ ራይት ጌርና ንወፅእ ሌየር ንኣቱ ሜድያ ንኣቱ ሜድያ ኣቲና ክልተ ቪድዮ ኤክስፖርት ጌርና ኣለና ሕጂ ተድልየና እዛ መወዳእታ ኤክስፖርት ዝገበርናያ እያ ንሳ ከዓ እዚኣ እያ ነዚኣ ምስ መረፅና ፉል ስክሪን ንብላ ኦኬ ከምዚኣ ጌርና ምስ ፉል ምስ ገበርናዮ እዛ ፀላም ነዊሕ ኣላ ይቆርፃ ከምዚኣ ገይረ የስተኻኽላ መዓረ እያ ገብረ ሕጂ እዛ ግሪን ዘላ ክነጥፍኣ ኣለና እሳ ንምጥፋእ ነታ ቪድዮ ሕጂ ዘምፃናያ ቪድዮ ንትንክፍ እዚኣ ኪ ከለር ይቕሬታ ክሮማኪ ንኣቱ ክሮማኪ ኣቲና ኢና ብል ንገብሮ እዚ በቃ ኣጋጣሚ እዛ ኪ ከለር ባዕላ ኣብዛ ተሓቲ ደላ ቀይራ ኣላ ተዘይ ኮይኑ ግን ኣብዛ ኪ ከለር ተንኪፍና እቲ ዝደለናዮ ሕብርታት ኣሎ እቲ ክነጥፎ ዝደለና ክንትንክፍ ንኽእል ኢና ሕጂ ግን ተቐይራትልና ኣላ ዋላ ሓንቲ ታሽሙ ነብሎ የለን ሕጂ ኦኬ ኢልና ንወፅእ ካብዚ ሕጂ ተድልየና እታ ዓንቶይ መጀመርያ ኤክስፖርት ዝገበርናያ ስእሊ እያ እሳ ንምምፃእ ሌየር ንኣቱ ሜድያ ኤክስፖርት እዛ ኣብ ሞንጎ ዘላ እታ ናይ ዓንተወይ እዚኣ ንወስዳ እዚኣ ሕጂ ከነስተኻኽላ እዩ ዘለና ነዚኣ ንምስትኽኻል ክሮፕ ንብላ ኣብዚኣ ትሪእዋ ኣለኹም ክሮፒንግ ዝብል ደላ ኣብኣ ንኣቱ ኣብዚኣ ማስክ ንብላ ኣብዚኣ ሻርፕ ትብል ደላ ምልእ እንታይ ሽሙ ክንደልየላ ኣለና እዚ ቅርፂ ናይታ ክነእትዋ ደሊና ደለና ኣርባዕተ ኣንጎሎ እያ ንዓ ነስተኻኽል በዚኣ ከምዚኣ ጌርና ነስተኻኽላ ማለት እዩ ነጀር የኹማ ማዕሪኣ ኮይና ኣላ ብድሕሪኡ ኦኬ ይብላ ሕጂ ነዚኣ ነዚኣ ሕጂ ዘእተኹዋ ስእሊ ንዓ ተንኪፈ በዚኤን ሰለስተ ነጥቢ ብሸነኽ ጸጋም ዘላ ኣበይ ንኣቱ ሰንድ ቱ ባክ ክብላ ኣለኒ መታንቲ ቦርድ ብትኽክል ክመጻሊ ኦኬ ይብላ ከምዚ ትሪእዎ ዘለኹም እታ ቦርድ ኣብ ቅድሚት መጽያ ትለያ ኣላ ናራይ ከምዚ ትሪእዋ ዘለኹም ኣብ መወዳእታ ካልእ ነዚ መዳመቂ ድኮውን ካልእ ቴምፕል ኣለና Layer ሜድያ ንኣቱ ሜድያ ኣቲና ዳውንሎድ ዝገበርናዮ ዘቀመጥናዮ ኣለና እዚ ሊንክ ክገድፈልኩም እየ ኦኬ እዚኣ መርጸላ ነዚኣ ፉል ስክሪን ገብራ ነዚኣ ሕጂ ንዓ ነዛ ሕጂ ዘምጻኹዋ ቪድዮ ተንኪፈ ንታሕት ይወርድ። ንታሕት ምስ ወረድኩ ኣብዚኣ ብሌንዲን ትብል ደላ ኣብኣ ይትንክፍ ብድሕሪኡ ስክሪን እብላ። ስክሪን ምስ በልኩዋ ከምዛ ዘላ ከምዚ ሕጂ ኣድሚቓትለይ ደላ ትሪእዎ ኣለኹም ገለ ታእሽሙ ተወሳኺ ጌራትለይ ኣላ ነዋሕ ስለ ዝኾነት ይቆርጻ ኣብዚ ኣብዚ ኣውድዮ ትብል ደላ ትሪእዋ ኣለኹም ኣብኣ ንኣቱ ኣበይና ቀሚጥናዮ ደለና እቲ ሙዚቃ ነዚ ዝኸውን ዘዳለናዮ ርኢና እዚኣ ንገብራ ከምቲ ኣቐዲመ ዝበልኩኹም ልደቱ ይኮነን ግን ኣነ ክጥቀመሉ ስለ ዝደለኹት ስእሊ ኣምፅዮ ኦኬ እዚ ዝዓፅዎ ዘለኹ ካልእ ድምፂ ስለ ዝኣተወኒ ኦኬ ካልእ ባዕልና ክነመዓራሪ ንደልዮ እንድሕር ኣሎ እዛ ከባብ ትሪእዋ ኣለኹም ኣብኣ ሓንቲ ስእሊ ክነእቱ ንኽእል ኢና ሌየር ሌየር ኣቲና ሜድያ ድሕሪኡ ስእሊ ኣብቲ ዘቐመጥናዮ ከይድና ንመርፅ ዓይነት ስእሊ እያ ፅቡቕ ኢልኩም ባዕልኹም ዝመረፅኩማ ስእሊ ኣብኣ ተቐምጡላ ኣነ እዚኣ ክመርፀ እየ ነዚኣ ስእሊ እዚኣ ክሮፕ ገብራ ኣብዚኣ ማስክ ኢለ ኣትየ ኣብዚኣ ሻርፕ ትሪእዋ ኣለኹም በዓላ ከባብ ኣላ ኣጋጣሚ የኽብባ ከምዚኣ ገይረ የስተኻኽላ ነዚኣ ሽዑ ነታ ስእሊ ማእኸል ገብራ ኣብዚኣ ኦኬ ይብላ ሽዑ ስሒበ እዛ ስእሊ የምፃ ቁርባን እሰ ብላ ማዕሪኣ ክትኮነለይ መታን የንእሳ ሕጂ እውን ኦኬ ነዛ ስእሊ ክሳብ ጫፍ ንወስዳ ክሳብ ጫፍ ከምዚ ኣቢልና ወሲድና እዚኣ ክነስተኻኽል ኣለና ሕጂ እውን ገጅፍ ኣላ ቁሩብ ኦኬ ሕጂ ኦኬ ኢልና ንገድፋ ሕጂ ከምዛ ትሪእዋ ዘለኹም ተወዲኣ ኣላ ከምዚኣ ጌርኩም ንትደልይዎ ሰብ ቪድዮ ክትሰርሕሉ ትኽእሉ ኢኹም ኣብዚ ክትጽሕፍሉ እንድሕር ደሊኹም ተወሳኺ ናትኩም ተኣሽሙ ክትጽሕፉ ትኽእሉ ኢኹም ከመይ ጌርና ንጽሕፍ እንድሕር ኢልኩም ከርእየኩም እየ ኦኬ እዛ ቪድዮ ከምዛ ዝረእኹማ እያ ንምጽሓፍ እንድሕር ደሊኹም ዝኾነ ኣብዛ ሌየር ተኣቱ ኣብዛ ቴክስት ኣቲኹም ዝደለኹሞ ክትጽሕፉ ትኽእሉ ኢኹም ኣብዚ ኣብ ሃፒ በርዝደይ ኢልኩም ጽሒፍኩም ኦኬ ትብልዎ ትሪእዎ ኣለኹም ኣብዚ ናያለ መጺኡ ኣብ ደለኹሞ ቦታ ክትገብርዎ ትኽእሉ ኢኹም ኣነ ግን ሕጂ ስለ ዘየድልየኒ ይድምስሶ ተደሊኹም ሽሙ ክትጽሕፉ ትኽእሉ ኢኹም ነቲ ትደልይዎ ሰብ ሓራይ ኣንዊሐዮ መስለኒ ንሎማዓንቲ ሒዘዮ ዝመጻኹ ትምህርቲ እዚ ይመስል ብኻሊእ ቪድዮ ክሳብ ንራኸብ ብሩኽ ማዓልቲ ባይ።